መርሓባ የሕዋተይ ኣብዚ ዘለኹሞ ሰላም ክትህልውለይ ተስፋ ይገብር ቅድሚ ሕጂ ዝተፈላለየ ቪድዮታት ሰሪሐ ኔረ ብዛዕባ እዚ ዘለናዮ ኩነታት ናይ ኢኮኖሚ ማለት እዩ ኣብቲ ፕለይሊስት ናይ ገንዘብ ትረኽብዎ ኢኹም ምናልባት ፈልየ ከማን እሳተን ቪድዮታት ኣብ ካልእ ፕለይሊስት ኣብ ቀረባ ግዜ ክትገብሮ እየ ክነግረኩም እየ ክሕብረኩም እየ ማለት እዩ ብዝከኣል መጠን ከኣ ኣብ ዝኾነ ቃጭል ናተይ ኣብቲ ሜድያ ወልዑ ኢኹም እቲ ቃጭል እንድሕር ወሊዕኹም ኣብዚ ቀረባ ግዜ እዚ ከኣ እቲ ናትኩም ሕቶ ብዛዕባ እዚ ኣርእስትታት ክምልሰልኩም ይደሊ'የ። ብርከ እዚ ዘርእየኩም፣ ዝነግረኩም፣ ኣጋባብ ሓድሽ እዩ ክትብሎ ትኽእል ኢኻ። መብዛሕትናስ ኣይንፈልጦን ኢና ንኸውን። እቲኦም ትፈልጥዎ ከኣ please ድሮ ገንዘብኩም ኣብኡ ኣዋፊርኩም ዘለኹም ከኣ እንተትሕብሩና ደስ ምስ በለኒ። እንታይ ተመክሮ ጌርኩም? የሕጒስኩም ዶ? እንታይ እዩ ኣብ ወርቂ፣ ኣብ ብሩር፣ ኣብ ፕላቲዩም እዚ ክቡር ሓጻውንቲ ክትብሎ ትኽእል ኢኻ፣ ፕላቲን ወይ ፓላዲዩም እሱኢታት ኣብኡ ዝተፋላለየ መገዲ ኣሎ ክተዋፍሮ ትኽእል ገንዘብካ። ኣነ ሕጂ ሓደ ካብቲ ኣነ ዝድግፎን ዝኣምነሉን እየ ክነግረኩም ዝደሊ፣ ጽቡቕ ዝረኽቦን ውጽኢቱ ከኣ ርዱእ ምዃኑ ክነግረኩም ይደሊ ማለት እዩ። ካልኦት እንድሕር ኣለኹም ከምኡ ድሮ ትገብሩ ከኣ ንገሩና ኢኹም ኢክሰክትሊ እንታይ ዓይነት ኢንቨስትመንት ኢኹም ትገብሩ ማለትስ ኣብ ዝተፈላለየ ስለ ዘሎ ኣብ መጻኢ ከማን እንድሕር ደሊኹም እቲ ካልእ ኣነ ብዙሕ ዘይድግፎ ከማን ክነግረኩም ይኽእል እየ ከከም እቲ ቪድዮ ዝተረኣየን ተገዳስነት ናትኩም እንድሕር ኣሎ ማለት እዩ ስለምንታይ እዚ ከዓ ከም ዝያዳ ከም ዝኣምነሉ ምስኡ ውድድር ከርእየኩም ይኽእል እየ ማለት እዩ ሕጂ እቲኣ ኣነ ዝኣምነላ ክነግረኩም ይደሊ እዚ ከኣ ከምዚ ዝበልኩኹም ኣብ ወርቂ ኣብ ብሩር ኣብ ፕላቲን ፓላድዩም ገንዘብካ ክተዋፍር ትኽእል ኢኻ ብቀሊሉ ማለት እዩ ብዘየገድስ ክንደይ ገንዘብ ከምዘለካ ብውሑድ ከማን ክትጅምር ትኽእል ኢኻ ሓደ እሱ እዩ ጽቡቕ ዝገብሮ እዚ ኢንወስትመንት ዝብሎ ዘለኹ ሓደ ግዜ ጥራይ ክትገዝእ ትኽእል ኢኻ ኣብዝሕ ኣቢልካ ማለት እዩ እንድሕር ደሊኻ ወይ ድማ በብቑሩብ ከምዚ ኢንስቶልመንት ፔይመንት ወይ ራትን ካውፍ ዝበሃል ሽፓ ፕላን ክትገብር ትኽእል ኢኻ ከምዚ ወርሓዊ ሚእቲ ድዩ ክልተ ሚእቲ ድዩ ወይ ሓምሳ ቅርሺ ድዩ ብዘየገድስ እቲ ዓቕምኻ እስኻ ጥራይ ሱቕ ምባል ጥራይ እዩ ዝጎድኣካ እምበር ኣብ ገሊኡ እንድሕር ኢንዌስት ጌርካዮ ግን ንጹር ርድኢት ዘለካ ክትዕወት ትኽእል ኢኻ ኣብዚ እዋን እዚ ከምቲ ንኸስረሉ ንኽእል ብብዝሒ ኣብዚ እዋን እዚ ብብዝሒ ከማን ክንከስብ ንኽእል ኢና እቲ ዝበለጸ ግዜ እዩ ከማን ክትብሎ ትኽእል ኢኻ ኣብ ከምዚ ብርከት እቲ ምቅይያር ኣብቲ ማርኬት ብብዝሒ ኣሎ። ኣብ ካልእ ቪድዮታት እዚ ገሊጸዮ ኣለኹ ፕሊስ እሱ ረኣይዎ መታን ዝያዳ ርድኢት ስለምንታይ እዩ ኽኒ ወርቂ ብሩር ፕላቲን ፓላድዮም ኣነ ዝድግፍ ዘለኹ ከማን በቲ ቪድዮ ካልእ ዝረኣኹሞ ብዝያዳ ክርደኣኩም እዮ ሕጂ ብዝያዳ እንታይ ክትገብር ትኽእል በዚኣ ዝሓሰብክዋ መገዲ ጥራይ እየ ክነግረኩም ኣብ ካልእ ግዜ ኸኣ ከምዚ ዝበልኩም ሕቶታትኩም ክምልሰልኩም ቅርብቲ እየ ሕጂ እዚ እንታይ እዩ እዚ ሰርቪስ ናቶም እንታይ እዩ እስኻ ኦንላይን ትገዝኦ ምሽ ሓደ እካውንት ትኸፍት እስኻ ሽዕኡ ገንዘብካ ናብቲ ናቶም እካውንት ትሰዶ እቲ እስኻ ዝወሰንካዮ እዩ ብብዝሒ ክኸውን ናይ ግድን ኣየድልዮን እዩ ቀዳማይ ነገር እቲ ወርቂ ትገዝኦ ናይ ብሓቂ ብቁጽሪ ናባኻ እዩ ሰርቲፋይድ እዩ ናባኻ ናትካ እዩ ተረዲእኹምኒ እስኻ ኢኻ ወናንን እዚ እስኻ ኢኻ ናቱ እንታይ ዝባል እስኻ ኢኻ ብሽምካ እዩ ብሓፂሩ ተረዲኹምኒ ድማ ቁፅሪ ይህቡኻ እዮም ኣየነይቲ ወርቂ እያ ናትካ ነናቱ ዝገዛእኻዮ ቁፅሪ ኣለዎ ማለት እዩ ብከምኡ ከዓ ኣይግንቱም ናትካ እዩ ናትካ ፕሮፐርቲ እዩ ሶ እሱ ክትገዝእ ኮለኻ ዝያዳ ውሕስና ኣለካ ሓን እቲኣ ወርቅስ ናትካ እያ ብ በቲ ቁጽሪ ከኣ ረጅስታት እዩ ክትብሎ ትኽእል ኢኻ እቲ ወርቂ ከ ኣበይ እዩ ዘሎ እቲ ናይ ብሓቂ ትገዝኦ ብ online ስኒ እንታይ ማለት እዩ እንድሕር ኢልካ ከኣ ኣብ ሓደ safety ዘለዎ Hochsicherheitstrakt also Hochsicherheitslager ኣብ ሓደ መኻዚን ኣብ ስዊስ ዝተፈላለየ መኻዚን እዩ ዘለዎም ባይ ዘ ወይ እዚኦም ገዛ ኣብ ሲንጋፖር ወይ ኣብ ስዊስ ኣለዎም እም ኣብ ስዊስ ክትገብሮ ትኽእል ኢኻ እት- ኣብ ስዊስ እዩ ክንብል ኮለና ግን ከኣ እቲ መሬት ሶልፍኻየ ላጋ እዩ ዝበሃል ሶልፍኻየ ላጋ ማለት ከኣ እ፣ ንበይኑ ካል መዓልቲ ክ- ክብርሃልኩም እየ ከምዚ ኣብ ኤያፖርት ምሽ ኣብ ገለ ኣቕሓ ትገዝእ ዲዩቲ ፍሪ ኮምኡ ማለት እዩ ስለዚ እቲ እቲ እቲ ሴፍቲ ብምንታይ ኣለካ ሓደ ነብሲ ወከፍ ወርቂ ዝትገዝኣ ወይ ብሩር ወይ ወትኤቨር ካብዚኤን ኣርባዕተ ዝበልኮን እዚኤን ኣርባዕተ ጥራይ ኢኻ ክትገዝእ ትኽእል ነናቱ ቁጽሪ ሰርቲፋይት ብሽምካ እዩ ማለት እዩ ሓደ ብዘየገድስ ከኣኒ ጭቃ ወርቂ ድዩ እዚኤን ኣርባዕተ ኣንጎሎ ዘለዎን ወይ ድማ እዚ ኮይንስ እቲ ሳናቲም ዝመስል ዝተፈላለየ ክትገዝእ ትኽእል ኢኻ ሶ እንድሕር ደሊኻ ከማን ገሊኦም ሰባት ኣነ ዝፈልጦም ከማን ጀርመናውያን ብብዝሒ ኣብዚ ወርቂ ዝነበሮም እቲ ወርቆም ኣብ ባንክ ከቐምጥዎ ስለ ዘይደልዩ ቅድሚ ሕጂ ናይ ባንክ እንድሕር ኣቐሚጥካዮ እንታይ እዩ እቲ ጠንቂ ኢለኩም ኔረ ኣብ ገዛኻ ከኣ ንፈልጦ ኢና ትሬዞ ኣንድሕር ኣለካ ከማን ፈሲሸሩንግ ዶ ገለ የድልየካ እዩ ቀሊል ኣይኮነን እቲ ወርቅኻ ከማን ናብኡ ክትሰዶ ትኽእል ኢኻ ሽዑ እሳቶም ነነብሲ ወከፍ ወርቂ ናትካ ቁጽሪ ይህብዎ ግን ክትህቦም ኮለኻ ከኣ ናይ ግድን ክስታ የድልየካ እዩ እዚ ሪሲት የድልየካ እዩ ሱቅ ኢልካ እዚ ወርቂ ኣብ ገዛይ ኣሎ እሞ እንካ ክትብሎም ኣይትክእልን ኢካ ብደንቢ መኣስ ከም ዝገዛእካዮ ክንደይ ከም ዝሃብካሉ ካብ ናትካ ባንክ ከም ዝተከፈለ ገለመለ እዚኢታት ከምቲ ቅድሚ ሕጂ ዝበልክዎ ብዘይብኡ ኣይቅበልዎን እዮም ፐርከስኖ ጸሊም እዩ ጉዳዩ ጸሊም ትህቦም ኣለካ ንዕኦም ከምኡ ክምዝገብ ኣለዎ ክፍትሽዎ ኣለዉ ከኣ ነቲ ቅድሚ ሕጂ ዝገዛእካዮስ ናይ ብሓቂ ናትካ ድዩ ስለዚ ን እቲ እቲ ትኽእሎ ጥራይ ዝብለኩም እምበር ገሊኦም ጀርመናውያን ብብዝሒ ዝነበሮም ከምኡ ዝገበሩ ይፈልጦም እየ ከምዚ ዝብለኩም ዘለኹ ውሱን ኩሉ ግዜ ኣብ ገዛኻ ከማን ክትሕዝ ጽቡቕ እዩ ከምቲ ብቲ ካልእ ቪድዮ ዝበልክዎ ኩሉ ናብኡ ክትሰዶ ከማን ተመራጺ ኣይኮነን ክትብሎ ትኽእል ኢኻ ግን ብብዝሒ እንድሕር ኣለካ የሰክፈካ ኮይኑ ኣብ ገዛኻ ኻኣ ከምኡ ክትገብር ትኽእል ኢኻ ክትብሎ ትኽእል ኢኻ ብሓጺሩ ሶ እቲ ዘገድስ ከኣ እንታይ እዩ ፍሌክሲብል ምዃንካ እንድሕር ደሊኻ እቲ ወርቅኻ እቲ ገንዘብካስ ናብ ወርቂ ተሽርፎ ኣለኻ ኢኻ ክትብሎ ትኽእል ኢኻ እቲ ዘለካ ገንዘብ ኣብዚ እዋን እዚ እንድሕር ወላ ሓደ ዘይገበርካዮ ባዕሉ ይመክኽ እዩ በቲ ኢንወስ በቲ ኢንፍሌሽን ማለት እዩ እቲ ኢንፍሌሽን ስኒ ሎሚ ትገዝኣላ ሚእቲ ቅርሺ ጎዶሎ እያ ካብ ድሕሪ ጽባሕ ወይ ድሕሪ ወርሒ ድሕሪ ሰለስተ ወርሒ ንሪኦ ኣለና ከኣ ካብ እዚ ዝሓለፈ ዓመታትኒ እቲ ገንዘብና ንገዝኣሉ እንዳወሓደ እዩ ዝመፅእ ዘሎ። እቲ ዋጋ ንሓደ ዋጋ ትገዝኣሉ ዝነበርካ ሕጂ እንዳወሓደ እዩ ዝመፅእ ዘሎ። እዚ ከዓ እንታይ ማለት እዩ ኩሉ እንዳኸበረ እዩ ዝመፅእ ዘሎ። እንዳኸበረ ክመፅእ ከሎ ከዓ እቲ ዕዳጋ እቲ ገንዘብካ ዋጋ ናይቲ ገንዘብካ እንዳወደቐ ከምዝመፅእ ዘሎ እዩ እቲ መልእኽቲ። እዚ ኢንፍሌሽን ንብሎ ማለት እዩ። ኣብ ወርቂ፣ ኣብ ብሩር፣ ኣብ ፕላቲን፣ ፓላድዩም ትገብርዎ ሰባት ግን እቲ ኤድል መታለ እቲ ኣቦታትና ኣዴታትና ከማን ድሮ ይፈልጥዎ ነይሮም እሱ ሞር ስቴብል እዩ ስቴብል እዩ ኣብዚ እዋን እዚ ከዓ ኣብ ዝተፈላለየ ቪድዮ ገሊፀ ኣለኹ እንዳበዝሐ እዩ ዝመፅእ ዘሎ ዋግኡ ስለዚስ ንዓኻ እቲ ገንዘብ ካ ኣብ ገዛ ወይ ኣብ ባንክ ዘሎ ካብ ባንክ ናትካ ኢካ ትከፍሎም ብኬሽ ክትከፍል ኣይፍቀደልካን እዩ ክትገዝእ ኣይትክእልን ኢካ ብኦም ኩሉ ብኦንላይን ኢካ ትገዝኦ ኩሉ ከኣ ካብ ናትካ ባንክ በርከ ጽባሕ ንኮ ከማን ክፈልጡ ኣለዎም ካበይ እንታይ ከም ዝከደ ኣብዚኣ ከማን ክሕብረኩም ዝደሊ እቲኦም ከምኡ ክትገብሩ ትደልዩ ፕሊስ እንድሕር ከምኡ ጌርኩም ኩሉ ግዜ እቲኣ ኮንቶ ኣውሱክ ከይትድርብዋ እዚ ኮንቶ ኣውሱክ ምድርባይ ክጠጠው ክብል ኣለዎ ኣባና ብርከይ ይፈልጥ እየ ካብ ኣእቲ ስቴትመንት ኦፍ ኣካውንት ብዙሓት ሓበሻ ክላእ ወረቃቅቲ በዚሕኒ ኣሎ ኢልካ ምድርባይ ፅባሕ ንኮ ገለ ነገር እንድሕር ሓቲቶምኻ ብዘየገድስ እንታይ ከማን ናይ ኤሌክትሪክ ድሕሪ ክንደይ ዓመታት መፅኦም ቅድሚ ሕጂ ኣይከፈልካናን እንድሕር ኢሎምኻ እሱ እንድሕር ዘይብልካ ኦፍ ኮርስ ነቲ ባንክ ትሓቶ ትኽእል ኢኻ ግን ክንደይ ወጠጢኡ ኤክስትራ ክትከፍል ኣለካ መሊስካ ክትረኽቦ እሱ ከማን ካብ ባንክ ናብ ባንክ ይፈላለዩ እቲ Statement of Account ድማ ብሕጊ ኩሉ ግዜ ኣሎ ሕግታት ኣየናይ ወረቀት ክሳብ ክንደይ ዓመታት ክትሕዞ ኣለካ ብሕጊ ከማን ኣለካ Obligation ክትሕዞ ዘለካ ከም Private Person ክትሕዞ ኣለካ ከም ሓደ ትካል ዞቪዞ ትካላት እንድሕር ኮንካ ከኣ ዝያዳ ዓመታት ኢካ ከማን ክትሕዞ ዘለካ እቲ ወረቃቅቲ ገንዘብ ዘጥፋእካሉ ዝኸፈልካዮ ማለት እዩ ተረዲእኩምኒ so so ሕጂ እቲ flexibility ከኣ እቲ ደስ ዝብለካ ሕጂ ንኣብነት እቲ ገንዘብካ ንበሎ ሰለስተ ሽሕ ክልተ ሽሕ ወይ ሓሙሽተ ሚእቲ ከማን ንበሎ ኣብኡ ኣቐሚጥካዮ ኣለኻ ናብ ወርቂ ቀይርካዮ ኣለኻ እቲ ደስ ዝብለካ ናይዚኦም ገዛ እንታይ እዩ any time ከኣ እቲ ገንዘብ ኣብኡ ዝገበርካዮ ናብ ወርቂ ወይ ብሩር ዝገዛእኻዮ መሊስካ ናብ ገንዘብ ለዊጥካ ናባይ ናብቲ ኮንቶ ናተይ ስደዱለይ ክትብሎም ትኽእል ኢኻ ክሳብ ሽዕኡ ሕጂ ንኣብነት ድሕሪ ዓመት እንድሕር ጌርካዮ ዝያዳ ወሲኹ ኣሎ ወይ ድማ እንታይ ክትገብር ትኽእል እቲኣ ሓሙሽተ ሚእቲ መጀመርያ ዘእተኻያ ወይ ሽሕ ቅርሺ ኣብኣ ትሓድጋ እቲ ወለድ ናቱ ግን ምለሱለይ ክትብሎም ትኽእል ኢኻ ተመራጺ ኣብ ከምኡ ኸኣ እንታይ እዩ ድሕሪ ዓመት እንድሕር ጌርካዮ ብርከት ትሕቲ ዓመት እንድሕር ጌርካ ብሕርፊ ኣብዚ ወርቂ እንታይ እዩ ቀረጽ ክትከፍል ኣለካ ተረዲእኩምኒ እቲ ተወሳኺ ሕጂ ንኣብነት ሽሕ እስኻ ሽሕ ሂብካዮም ክሳብ ዝመጽእ ዘሎ ዓመት ግን ሽሕን ሸሞንተ ሚእትን ኮይኑ ኣሎ እቲ ገንዘብካ ንኣብነት ከም ንኣብነት እያ እስኻ ሽዑ እቲኣ ሽሕ ክትሓድጋ ደሊኻ እቲ ሸሞንተ ሚእቲ ግን ኣድሊካ ኣሎ ንበሎ ድሕሪ ዓመት እንድሕር ኮይኑ ነቲኣ ሸሞንተ ሚእቲ ብሸሞንተ ሚእቲ ናባኻ እያ ትመጽእ እቲኣ ሽሕ ኣብኣ ዘዋፈርካያ ከዓ ኣብኣ እያ ትተርፍ መሊሳ ክትወልደልካ ትኽእል እያ ክትወልደልካ ወለድ ማለት ዘይኮነስ እቲ ዋጋ ናይቲ ብሩር ወይ ወርቂ እንዳበዝሐ ምስ መጸ ኣሎራ እቲ ናትካ ገንዘብ ሽሕ ብሽሕ ዝገዛእኻዮ ከኣ ትም ቅድሚ ዓመት እንዳበዝሐ ይመጽእ ኣሎ እቲ ዋጋ ማለት እዩ እቲኣ እቲ ገንዘብ ገሊኡ ግን እንድሕር ኣድሊካ ምለሱለይ ክትብሎም ትኽእል ኢኻ ኣቐዲምካ ንኣብነት ድሕሪ ሽዱሽተ ወርሒ ኦ እዚ ገንዘብሲ የድልየኒ እዩ ናይ ግድን ገንዘብ ኣድልይኒ ኣሎ እኹል የብለይን ድሕሪ ኢልካ ከማን ኣቐዲምካ ከማን ምለሱለይ ክትብሎም ትኽእል ኢኻ ግን ኣቐዲምካ ድሕሪ ምለሱለይ ኢልካዮም እቲ ክሳብ ሽዑኡ ዝወለደ ወይ ኩሉ ሸጥካዮ በቲ ዝሸጥካዮ ከኣ እቲ ዝያዳ ዝኸስብካዮ ንኣብነት ብናይ ጀርመን እንድየ ዝነግረኩም ኣብ ናይ ካልእ ሃገር ካልእ ክኸውን ይኽእል እዩ እዚኣ ነጥቢ እዚኣ ኣነ ኣብ ካብ ዘለኻዮ ሃገር እንዲኻ ኣብ ዝተፈላለየ ሃገር እንዲኻ ክትገዝኦ ትኽእል እዚ እዚ ዝብሎ ዘለኹ ንደቂ ጀርመን ጥራይ ኣይኮነን ባይ ዘ ወይ ግን እቲ ሕግታት ናይ ጀርመን ስለ ብዝያዳ ዝፈልጦ ናይ ጀርመን ክነግረኩም ኣለኒ ግን ንበይኑ ከማን ኤክስትራ ናቱ ሕቶታት እንድሕር ኣለኩም ክስራሓልኩም ይኽእል እየ ዝያዳ ርድኢት ክህበኩም ይኽእል እየ ግን እንድሕር ድሕሪ ሽዱሽተ ወርሒ ኣድሊኒ ኣሎ ኢልካ እቲ ወርቂ ግን ከኣ ክሳብ ሽዕኡ ዝያዳ ዋግኡ ኮይኑ ከሲብካ እቲኤን ሸሞንተ ሚእቲ ድሮ ድሕሪ ሽዱሽተ ወርሒ ካብቲኤን ሸሞንተ ሚእቲ ዝያዳ ዝኸሰብካየን ዕስራን ሓሙሽትን ካብ ሚእቲ ከባቢ ከባቢ ክትብሎ ኣለካ ክስታይ ክትከፍል ኣል ኣትራክሽቶያ ዝበሃል ኣሎ ኣትራክሽቶያን ክትከፍል ኣለካ ልክዕ ዕስራን ሓሙሽተን ካብ ሚእቲ ከማን ኣይኮነን በርከ ፍራይ በትራግ ኣለካ ፍራይ በትራግ ከኣኒ ኣብ ውሱን ኣብ ዓመት ኣሎ ክትከፍለሉ ዘይብልካ ግን ደሓን ከባቢ ዕስራን ሓሙሽተን ካብ ሚእቲ ነቲኤን ሸሞንተ ሚእቲ ዝያዳ ዝኸሰብካለን ክትከፍል ኣለካ ክትብሎ ትኽእል ኢኻ ንክትፈልጥዎ ጥራይ ግን ሓቂ ሓይሽ እንተ ተኻኢሉ ብውሕዱ ዓመት ክንሓድጎ ኣለና ኣብኡ ሽዑ ከማን ድሕሪ ዓመት ትሪኦ ኢኻ ኣብዚ እዋን እዚ ግን ደሓን እዩ ዘሎ እቲ ዋጋ ኖኖ በሉ ኣነስ ክጽበየ እሞ ድሕሪ ዓመት እየ ከውፍር እቲኦም ኣሕዋትና ካልኦትስ ይዕወቱ ድዮም ኣይዕወቱን ክዕዘብ እየ እንድሕር ትብል ኮንካ ከኣ በቲ ዋጋ እሳቶም ኣሕዋትካ ዝገዝእዎ ዘለዉ ክትገዝኦ ኣይትኽእልን ኢኻ። ፐርከ ከምቲ ዝበሃል ዘሎ ፕሮግኖዘ፣ ፎርካስት፣ ወርቂ ድዩ ብሩር ድዩ ፕላድዩም እዚ ኩሉ ዝብለን ዘለኹ ፓላድዩም ዋግኡ እንዳወሰኸ እዩ ዝመጽእ ዘሎ። ኣብ ካልእ ቪድዮታት ከኣ ብዝተፈላለየ ኣጋባብ ገሊጸልኩም እየ። እሱኢታት ፕሊስ ረኣይዎ ፕሊስ ሸር በልዎ። እዚ እዚኣ ግን ንመኣስ እያ ንመን እያ ኣገዳሲት እንድሕር ኢልኩምኒ ነብሲ ወከፍ ገንዘብ ኣብ ባንክ ኮፍ ኢሉ ዘሎን ነብሲ ወከፍ ከኣ ሴቪንግ ከመይ ጌረ እየ እሞ ገንዘብ ከጥሪ ዝኽእል ከመይ እየ እሞኒ ኣነስ ዝሓዝክዎ ይጠፍኣኒ እዩ ዝሓዝክዎ ኣይጸንሕን እዩ እንድሕር ኣዋህሊለ ከማን ብገለ ይጠፍኡ ገለ ትብሉ እንድሕር ኮንኩም እኹል ከኣ ተረፍ እንድሕር ኣለኩም ኣብ ወርሒ ሚእቲ ከማን ጥራይ ትኹን ኣነ ኣብ ናትኩም ቦታ እቲኣ ሚእቲ እንድሕር ተረፍ ኣለኩም ማለት እዩ ኣብ ከምዚ ምስ ኣዋፈርክዋ ነይረ ሽዑ እስኻ ቀልጢፍካ ክትርኢ ኢኻ ኣብ ውሱን እዋን ኣብ ኣዋርሕ ከማን ክትሪኦ ኢኻ ከመይ እቲ ጉዳይ ይቕየር ኣሎ እቲ ዋጋ ናይ ብሩር ናይዚኤን ኩለን ክቡራት ክስታይ ሓፃውንቲ ኤድል መታለ ስለ ዝብል ክቡር ሓፃውንቲ ከምኡ ድዩ ዝበሃል ብትግርኛ ንኹሉ እንታይ ኢኻ ትብሎ ብትግርኛ ንገሩኒ ብታሕቲ ከመይ ገይሩ ቀልጢፉ ከም ዝምዕብል ክትርእዎ ኢኹም እቲ ደስ ዝብለካ ከዓ ኤኒ ታይም ትራንስፓረንሲ ኣለካ Any time ክትሪኦ ትኽእል ኢኻ። እቲ ገንዘብ ትማሊ ዘዋፈርክዎስ ክንደይ በጺሑ ኣሎ? ጎዲሉ ዶ በዚሑ? ግን እንድሕር ቁሩብ ጎዲሉ ከማን ምናልባት ከምኡ ኣሎ እንዶ እቲ ኢኮኖሚ ኩሉ ግዜ ብዝተፈላለየ ምኽንያት ዝወድቀሉ ግዜ ዓቕሊ ክትገብር ኣለካ። ዓቕሊ ጌርካ ክትጽበይ ኣለካ። እስኻ ከም ሓደ ሰብ ግን እቲ ገንዘብ እንድሕር ዘይብልካ ኮይኑ ወይ ድማ ጭራሽ ያ ክተቐምጥ እንድሕር ዘይትኽእል ኮንካ ኦፍ ኮርስ ክትገብሮ የብልካን ግን ብቑሩብ ከማን ብቑሩብ ኦይሮ ከማን ብዒስራ ኦይሮ ከማን ኣይንፋኽ ፈትን ኢኻ ፈትን እሞኒ ሽዑ ክትሪኦ ኢኻ እቲ እምነት ከኣ ምስቲ ግዜ ክሓድር እዩ ተረዲእኹምኒ ፕርከ ሕጂ እስኻትኩም ምናልባት ኦይ እዚ ከኣ እንታይ ሓድሽ ሕጂ ከኣ ገሊኦም ስኬም ክመጹና እዮም ገለ ማለትስ ኣብቲ ሕብረተሰብና ብዙሕ ስለ ዝተፈጸመ ከምዚኢታት ክተምጽእ ከማን የሰክፈካ እዩ ፐርከ ብዙሕ ሰብ ተበዲሉ ኣሎ ብዝተፈላለየ ኦንላይን ቢዝነስ ዶ ኦንላይን ከምዚ ግበሩ ዶ ኦንላይን ከምዚ ግበሩ ኣነ የሕዋተይ ከም ሓበሬታ እየ ዝህበኩም ግበሩ ሕደጉ ኣይብለኩምንየ ግን ኣነ ስለ ዝኣምነሉ ደስ ይብለኒ ክነግረኩም ኩላትና መታን ክንከስበሉ እቲ ጉዳይ ከኣ እቲ ዘሎ ጉዳያት ከኣ መታን ክርደኣና ኣፍልጦ ብናተይ ቪድዮ ድዩ ብካልእ ቪድዮታት ብካልእ ጽሑፍ ድዩ ክተጥርዩ ክትፍትኑ ኣለኩም ኣነ ሓንቲ ፕሮሚስ ክገብረልኩም ዝደሊ ቀጻሊ ሕቶታትኩም ክምልሰልኩም እየ እዚ ኣምጼልኩም ብኡ ገረ ኣይጠፍእን እየ ተረዲኩምኒ ፍቃድ ኣምላክ እንድሕር ኮይኑ ኣብ any ሕቶ ዘለኩም ኣብ live ገለ ክምልሰልኩም ይደሊ እየ ሓንቲ ክገብራ ዘይክእል ግን ከምዚ ገሌኩም ትብሉኒ ደውልለይ እሞ ሕቶ ኣለኒ በጃኪ ናይ ግድን ክረክበኪ ደልየ ኣለኩ በይንኪ ክዛረበኪ እዚ ከማልኦ ኣይክእልን እየ ፈቲነዮ እየ ከኣ እኩል ተሞክሮ ገረ እየ እቲ ገሊኡ ተሞክሮታተይ ከኣ ነጊረኩም እየ ኣነ ብኩሉ ግልፂ ክኸውን እየ ዝደሊ ምሳኹም ምፍታን ግን ብጣዕሚ ተመራፂ እዩ ብብዝሒ ከማን ኣቐምጡ ኣይብለኩምን እየ ጉዳይ እዚ ክትገብርዎ ትኽእሉ ኢኹም ዓቕሚ እንድሕር ኣለኩም ግን ኩሉ ከዓ ኣብ ሓደ ክትገብርዎ የብልኩምን ኩሉ ግዜ እቲ ቤሲክ ሩል ናይ ኢንቨስትመንት እንታይ እዩ ዶንት ፑት ኦል ዮር ኤግስ ኢን ዋን ባስከት ኩሉ እንቋቑሖ ዘለካ ኣብ ሓደ ጀምቢል ኣይትግበሮ። እዚ ከኣ ዝተፈላለየ ምኽንያት ኣሎ። ንኣብነት ከም ሓሳብ እዚ ስቶክ ማርክት ላዕሊ ክኸይድ ከሎ ናይ ወርቂ ቁሩብ ትሕት ይብል እዩ። ወርቂ ላዕሊ ክኸይድ ከሎ ብሓፈሻዊ እዩ እዚ ስቶክ ማርክት ከኣ ይትሕት እዩ ንኣብነት ተረዲእኹምኒ so እቲ ዝተፈላለየ ገንዘብ ኣብ ገንዘብ ምቕማጥካ ኣገዳሲ እዩ ኣብ ዝተፋላለየ ቦታ ከምኡ ኢንትረስት ሬት ታሕቲ ክኸውን ከሎ ዋጋ ናይ ገዛውቲ ላዕሊ ይኸይድ እዩ ዋጋ ናይ ገዛውቲ ታሕቲ ክኸይድ ከሎ ከዓ ኢንትረስት ሬት ናብ ላዕሊ እዩ ዝኸይድ መብዛሕትኡ ግዜ እዚ ከዓ ዝተፈላለየ ፓራሜታ ስለ ዘለዎ እዩ ተረዲኹምኒ እቲ ስለምንታይ እዩ ከምኡ ዝኸውን ክንብል እንድሕር ኮይና ከዓ ነናቱ ምክንያት ኣለዎ ብኸምኡ ከኣ ከም ሓደ ኣማኻሪ እንድሕር ጥዑይ ኮንካ ኩሉ ኣብ ሓደ ኣይትግበሮ ትብል ተረዲእኹምኒ ገሊኦም of course ሕጂ ንኣብነት ኣብዚ ቀረባ ግዜ ምስ ሓደ ፋይናንስ ዘማኽር ይዛረብ ነይረ ኩሉ ናትካ ገንዘብ ኣብ ከምዝን ኣብ ወርቅን ኣብ ኣነ ሚእቲ ካብ ሚእቲ ዳርጋ ኩሉ ናተይ ኣብ ከምኡ እየ ዘዋፍሮ ዘለኹ ገለገለ ኢልኒ ኦኬ እቲ ናቱ ዝነገረኒ ከኣ ሓደ እቲ ወርቂ ከምዚ ዓይነት ዝብለኩም ዘለኹ እዩ ነይሩ ሓደ ከኣ ኣብ ማይኒንግ ማይኒንግ ገና እቲ ኣብ ብሩር ማይኒንግ ብሩር እቲ ብሩር ከይወጽእ ከሎ ካብ መሬት ኣብቲ ማይኒንግ ኢንቨስት ክትገብር ትኽእል ኢኻ እሱ ግን ሕጂ ብብዝሒ ከማን ሬክላም ይገብሩ እዮም ኣብ ኢንተርነት ኣብ ማይኒንግ ግበሩ እሱ ሕጂ ከም ፕሮሚስ እዮም ዝህቡኻ እምበር ናይ ብሓቂ ክንድኡ ክትከስብ ዲኻ ኣይትኸስብን ኣይትፈልጥን ኢኻ እቲ ብሩር ዝብልዎ ዘለዉ ከ ገና ኣይወጸን እኳ ትሕቲ መሬት እዩ ዘሎ so ንበይና እሳ ከማን ከምጻልኩም ይክእል እየ እቲ ካልእ ዓይነት ኢንወስትመንት እንድዩ እሱ እሱ ሕጂ ቮለታይል እዩ እቲኦም ምናልባት ግን ኣብዚ እንተለኹም ከምኡ ትገብሩ ዶ ኣለኹም እዚ ከማን ሓደ ኣጋባብ እንድዩ ኣብ ማይኒንግ ኢንወስት ክትገብር ብሕልፊ ናይ ብሩር ማይኒንግ ኣሎ ኣብኡ ኢንወስት ክትገብረሉ ትክእል ሓደ ክፍሊት ሓደ ያ ትገዝእ ማለት እዩ ካብቲ ማይኒንግ ግን ቮለታይል እዩ እሙን ኣይኮነን ክትብሎ ትኽእል ኢኻ and than ገሌኹም እንድሕር ከምኡ ትገብሩ ኮንኩም ፕሊስ ንገሩኒ እንተ ከምኡ ትገብሩ ኣለኹም ከዓ ብዙሕ ገንዘብ ኣብኡ ኣይትእትዉ ኣብ እግሪ መገደይ ጥራይ ክብለኩም ዝደሊ ብርከ እሱ ብጣዕሚ ቮለታይል እዩ ብዙሕ ክትከስብ ትኽእል ኢኻ ከምዚ ቢትኮይን ዓይነት እዩ ወይ ክሪፕቶ ከረንሲ ብጠቕላላ ቢትኮይን ከመን ክብል የብለይን ክሪፕቶ ከረንሲ ብጠቕላላ ብዙሕ ክትከስብ ትኽእል ወይ ማራ ከኣ ክትኸስር ትኽእል ኢኻ ስለዚ ክትጥንቀቅ ኣለካ እቲኦም ሰባት ከምኡ ዝሸጡልካ ግን ብዙሕ ግዜ በቃ እዚ ኩሉ ገንዘብካ ኣእትዎ ገለ ገለ ኢሎም ይደፋፍኡኻ እዮም ርግጸኛ እዩ ብሩር ክንድዚ ክትበጺሓ ያ እቲ ብሩር ግን ብሽምካ ኣይኮነን ገና ኣብ ትሕቲ መሬት እዩ ዘሎ ብሕጂኸ ክወጽእ ድዩ ሕጂ ንኣብነት ኣብ ቬነጹኤላ ዶ ወይ ኣብ ዝኾነ ሃገር ሕጂ ቬነጹኤላ ኣለዎም ድዩ ብሩር ከማን ኣይፈተሽክዎን ግን ብጠቅላላ ኣብ ዝኾነ ሃገር ዘለዎም እንድሕር ኣብኡ ኢንዌስት ጌርካ ኣብቲ ዓዲ ከኣ እንድሕር ዝኾነ ውግእ ተላዒሉ እቲ ማይኒንግ ናትካ እቲ ኢንዌስትመንት ናትካ ዜሮ በጺሑ ኣሎ ማለት እዩ ብርከቲ ኣብ ማይኒንግ ስኒ ክትንክፍዎ ኣይክእሉን እዮም። ኣብ ግዜ ውግእ ካብ መሬት ከውጽዎ ኣይክእሉን እዮም። ንኣብነት ተረዲኹምኒ? እቲ ርድኢት ክነሕድር ኣለና። ናብ ምንታይ ኢና ኢንቨስት ንገብር ዘለና? ካልእ ከኣ ኣሎ ከምኡታት ግን ንበይኑ እቲ እስከ እስኻትኩም ኣብ ወርቂ ብሩር ብጠቕላላ ኣብ ክንዲ ሕጂ በብሓደ ካልእ ከማን ክነግረኩም እቲኦም ኣብ ብሩር ኣብ ወርቂ ፕላድዩም ክስታይ ትገብሩ ዘለኹም እንታይ ተመክሮ ኣለኩም ኣብ ምንታይ ዓይነት ኢኹም ከ ከመይ ጌርኩም ኢኹም ኢንቨስት ትገብሩ ካብዚኤን መሊሰ ክነግረኩም ወርቂ ብሩር ፕላቲን ፓላዲዩም ካብዚኤን ስኒ ኣየነት ኣየናይ ኣጋባብ ኢኹም ኢንቨስት ትገብሩ ሓደ ኣጋባብ ኦፍኮርስ ከዓ ከምቲ ቅድሚ ሕጂ ዝበልኩም ኣብ ገዛኻ ክተቕምጦ ውሱን ውሱን ከምቲ ዝበልኩኹም ኣይነቲ ኢኹም ክትገዝኡ ዘለኩም ኣብኡ ከማን ነጊረኩም ነይረ ማለት እዩ እሱ ከማን ከም ተወሳኺ እዩ እቲ ንኣብነት ብሩር ክትገዝእ ከለኻ ሕጂ ኣብ ጀርመን እንድሕር እቲኤን ኮይንስ ኮይነን እዚ ክስታይ ትኸፍለሉ ኢኻ እዚ እንታይ ዝባሃል እቲ ቀረጽ ትኸፍለሉ ኢኻ ናይዚ ናተይ ሲስተም ግን ክትገዝኦ ከለኻ ቀረጽ ኣይትኸፍለሉን ኢኻ እዚኣ ከኣ ተወሳኺት ፕላስ እያ ኣብ ጀርመን ቀረጽ ዓሰርተ ትሽዓተ ካብ ሚእቲ እዩ እቲ ዓሰርተ ትሽዓተ ካብ ሚእቲ ኦሬዲ ትኸስቦ ኣለኻ ክትብሎ ትኽእል ኢኻ ኦሬዲ ስኒ ካብ ኣብ ደገ ትገዝኦ ኣብ ዱኳን ኣብ ጀርመን በዚ ናተይ እንድሕር ገዚእኹሞ ኣብቲ ኢንቨስት ትገብሮ ኦንላይን Already ዓሰርተ ትሽዓተ ካብ ሚእቲ ሓሲርርካ ኣሎ ስለ ሶል ፍኻየላጋ ዝኾነ ከም ሓደ ዲዩቲ ፍሪ ሾፕ ኣብ ኤያፖርት ምሽ ትኸይድ ኣብኡ ከማን ብዘይ ቀረጽ ኢኻ ትኸፍል ኮምኡ ኸኣ ኣብ ኮምኡ ኸኣ ድሮ ከሲብካ ኣለኻ ኣይትኸስርን ኢኻ ማለት እዩ ተረዲኹምኒ ስለዚ ኣነ እንታይ እየ ክብለኩም ዝደሊ ብዝተፈላለየ መገዲ እዚኣ ክትፍትሽዋ ወይ ክትሓስብሉ ሕቶታትኩም ክትሓቱኒ ደስ ይብለኒ ክትፍትንዋ ከኣ ኢንቨስት ክትገብሩ ከኣ ፕርከ ዝያዳ ካልእ ከማን ኣድቫንተጅ ኣለዎ ግን እዚ እቲ ኣገደስቲ ቤሲክስ ሕጂ ነጊረኩም ኣለኹ። እንድሕር ሪኤዮ ኦኬ እዝስ ተገዳስነት ኣለና እዚኣ ትብልያ ዘለኽስ ድሮ ብዙሕ ጽቡቕ ነገር ረኺበሉ ኣለኹ እንድሕር ትብል ኮንካ ኣብኡ ተመዝጊብካ ከኣ ኤኒ ታይም ዝያዳ ኢንፎርሜሽን ክህበኩም እየ እቲ ደስ ዝብለካ ከኣ ከም ተወሳኺ ከኣ ብዙሓት ኣሕዋትና ዋይ ኣብ ዘይፈልጦ ኩንትራት ኣትየ ድሓር ከኣ ከይኣስሩኒ ድሓር ከኣ ምውጻእ ከይኣብዩኒ ገለ ከምኡታት ከኣ ኣሎ ምሽ ከምኡ የለን ፍሌክሲብል እዩ እንድሕር ሕጂ ሎሚ ሽሕ ቅርሺ ኣብኣ ኣእቲኻ ድሕሪ ክልተ ወርሒ ግን እቲ ሽሕ ኣድልይካ ብገንዘብ ይመልሱልካ ወይ ብ ኣብቲ እዋን እቲ ክንደይ በጺሓ ኣላ ገለ ቀረጽ ከምቲ ዝበልኩኹም ማለት እዩ እሱኢታት ኣብ ክስታይ ኣብ ሓሳብ ክንእትዎ ኣለና ግን ናይ ግድን ንክንድዚ ኣዋርሕ ተኣሲርካኻ እሞኒ ቀጻሊ ክትከፍለና ኣለካ ዝበሃል ነገር የለን የለን ማለት እዩ ኤኒ ታይም ገንዘብካ ክትመልሶ ትኽእል ኢኻ እቲ ኣብቲ እዋን እቲ እቲ ዋጋ በጺሕዎ ዘሎ ማለት እዩ ኣብቲ ግዜ እቲ ቀረጽ ትኸፍል ዲኻ ኣይትኸፍልን ዲኻ እቲ ዓዲ ዘለኻዮ እዩ ወሳኒ እቲ ሕጊ ናይቲ ዓዲ ዘለኻዮ እዩ ወሳኒ ኤኒ ታይም ግን ማንም ሰብ ዝሓተካ የብሉን ማለት እዩ ኣብኡ ክትተርፍ ወይ ገለ ነዚኣ ክገብራ እዝን እዝን ነጥቢ ደስ ይብለኒ እዝን እዝን ነጥቢ ግን ገና ሕቶ ኣለኒ ትብል እንድሕር ኮንካ ኣብ ኮመንት ሕደገለይ ይርድኣኒ እዩ ሕቶ ክህልወኩም ተወሳኺ ግን ምስኡ ከዓ ዝያዳ ፍሉይ ዝገብሮ ናይ እዚኣ ሊንክ እዚኣ ዝህበኩም ዘለኹ ኦንላይን ክትዋፍርዎ ከዓ እንታይ እዩ ኣብ መንጎ ወርቅን ኣብ መንጎ ብሩርን ኩሉ ግዜ እንታይ ኣሎ ክትቀያይሮ ትኽእል ኢኻ ክንዲዚ ብሩር እንድሕር ገዚእኻ ክንዲዚ ወርቂ ይምለሰካ ምሽቶ ሕጂ ስዊች ፓይሎት ዝበሃል ኣሎ ስዊች ፓይሎት እሳ ንበይና ከረዳእኩም ኣለኒ እዚ ግን መዓስ ኢኻ ትገብሮ እኹል ገንዘብ እንድሕር ኣብኡ ኣለካ እዩ ተረዲኹምኒ ሽዑ እቲ ሓደ ከከም እቲ ዋጋ ዘለዎ ማለት እዩ ኣብቲ እዋን እዚ ብሩርን ወርቅን እሱኢታት ክሕብረኩም እየ ቀጻሊ ሎማዓልቲ ክንድዚ ብሩር ክትሸይጥ ሕሸካ መታን ወርቂ ክምለሰካ ወይ ክንድዚ ወርቂ ዝሸይጥ እሞኒ ኩሉ ግን ኣብቲ ኦንላይን ኢካ ትገብሮ ሽዑ ብከምኡ ከማን እቲ ዘለካ ገንዘብ ኣብኡ ክተብዝሖ ትክእል ኢካ እዚኣ ከኣ ፍልይቲ ትገብራ ነዚኣ ሊንክ ነዚኣ ካምፐኒ ዝብለኩም ዘለኩ እያ ማለት እዩ እዚ ግን ነቲኦም ዝያዳ ገንዘብ ተቅምጡ ማለት እዩ እንድሕር ሓሙሽተ ሚእቲ ለካስ ብዙሕ ክትሸይጥን ክትለዋውጥን ኣይትክእልን ኢካ of course ሽሕ እንድሕር ኣለካ ከምኡ ብዝያዳ እንድሕር ገንዘብ እኩል ኣለካ ግን ክትለዋውጥ ትክእል ኢካ እሱኢታት ግን more ኣብ ክስታይ details ኣብ መጻኢ እያ ከም ክላስ ከም ፕሮጀክት ረኣይዎ እዚ ክነግረኩም ደስ ይብለኒ ከማን እንድሕር ደሊካ እቲ ብሩር ኣብኡ ዘሎ ወይ ወርቂ እኡ ዘሎስ ምለሱለይ ናብ ገዛይ ከማን ከምኡ ትብሎም ትክእል ኢካ እንድሕር እቲ ገንዘብ ወይ ገንዘብ ይምለሱልካ ወይ እቲ ብሩር ወይ እቲ ወርቂ ዝገዝእዎ ብሽምካ ስደዱለይ ክትብሎም ትክእል ኢካ any time እንድሕር ደሊካ ማለት እያ ባዕለይ ኣብዚ ክሸጦ እየ ትብል እንድሕር ኮንካ ክትገብሮ ትክእል ኢካ ግን ሽዑ ብማኪና እዮም ዝሰዱልካ ኣብኡ ክትምለሱለይ ክትብሎም ትክእል ኢካ እቲ ሊፈሩንግ ሰይፍ እዩ ማለት ብዝኾነ ዲኤችኤል ገለ ኣይኮኑን ዝሰድዎ ኢንሹርድ እዩ ኢንሹረንስ ዘለዎ መስደዲ እዮም ገይሮም እዮም ዘሰዱልካ ክትብሎ ትኽእል ኢኻ ተረዲኹምኒ ስለዚ እቲ ሴፍቲ ኣሎ እቲ ፍሌክሲቢሊቲ ኣሎ ከምኡ ከዓኒ ንኣብነት እስኻ ሕጂ ከምዚ ባግን እዚ ከኣ ብሩክታይል ኣይግንቱም ይበሃል። ብሩክታይል ኣይግንቱም ማለት እንታይ እዩ? ሕጂ ንኣብነት እዚ ጭቃ ወርቂ ኣርባዕተ ኣንጎሎ ዘለዎ እዚ ዓቢ መሻሎ ከምዚ ሓደ ኪሎ ዝኾነ ሕጂ ሓደ ኪሎ ወይ እቲ ዕብይ ዝበለ እቲ ዓቢ እንድሕር ትገዝእ ኮንካ ኩሉ ግዜ ካብ እቲ ንኣሽቱ ይሓስር ስለምንታይ ይሓስር እስከ እዚኣ መልሱለይ። ሓንሳብ ጠጠው ኣብልዋ እዚኣ ቪድዮ ኣብ ታሕቲ እስኪ ሕሰቡ ስለምንታይ እቲ ዓቢ ምስቲ እንድሕር ኣዋዳዲርካዮ ማለት እየ ይሓስር ክብለካ ከለኹስ ንሓደ ግራም ስኒ በቲ ዓቢ ሓደ ኪሎ ክትገዝኦ ወርቂ ይሓስር ካብ በቲ ንኣሽቱ ሓሓደ ግራም ዝሸጡልካ ወይ ከክልተ ወይ ሰሰል ወደቫ ነናኣሽቱ ግራም ዘለዋ ክሸጡልካ ክንደይ ወይ ሰላሳ ግራም ንኣሽቱ ስኒ ሓደ ኪሎ ስለምንታይ ይሓስር ብዓቢኡ እንድሕር ገዚእካዮ ኣርባዕተ ኣንጎሎ ዘሎ እቲ ከምዚ ብሎክ ዝመስል ምሽ ኣለኩም እሱ እንድሕር ገዚእካ ስኒ ከምዚ ጡብ ናይ ገዛ መስርሒ ዝመስል ኣርባዕ ወርቂ ኣሎ ምሽ ከምዚ ዓቢ እሱ ስለምንታይ ይሓስር እስከ ኣብ ታሕቲ ጸሓፉለይ ቅድም እዚኣ ሓንቲ ሰብ ጠጠው ኣብልዋ እዚኣ ቪድዮ ፕሊስ ን መታን ምሳይ ክትሓስቡ ኢለ እየ ምሳይ መሻለኩም ኣክቲቭ ክትኮኑ ኢለ እየ ኦኬ ክነግረኩም እየ ጃስት ፕሮዳክሽን እቲ ፕሮዳክሽን ዓቢ ወርቂ ከምኡ ክትለጢፍካ ወይ ኣንዲድካ ኣብ ሓደ ዓቢ ብሎክ ከምዚ ጡብ ናይ ገዛ ዝመስል ክትሰርሖን ወይ ንኣሽቱ ክትሰርሕን እቲ ሓደ ዝያዳ ግዜ ይወስድ፣ ክትመቓቕሎ፣ ሓዊ መሊስካ ክተንድዶ፣ ገለ ኤነርጂ፣ ግዜ፣ ጥበብ፣ ገለ መሊስካ ክተፍስሶ ኣብቲ ክስታይ፣ መሊስካ ክተንቅጾ፣ ግዜ ዝያዳ ይወስድ እቲ ፕሮዳክሽን፣ ኢትስ ሞር ኤክስፐንሲቭ፣ ሕጂ ናይዚኦም ገዛ ፍሉይ ዝገብሮም ከኣ እንታይ እዩ፣ ሓደ ጡብ ከምዚ ዓቢ ወርቂ እንድሕር ገዚእኻ፣ እስኻ ንበይንኻ ክትገዝኦ ኣይትኽእልን ኢኻ፣ ኣሽሓት ይዋግኡ ምሽዶ፣ ሕጂ ግን እንታይ ይገብሉ እንታይ ይገብሩ፣ እዚኣ ሓንቲ ጡብ ስኒ ናይ ኩላትና እያ፣ ተረዲእኻኒ፣ ኣነ ንኣብነት ኩላቶም ናተይ ፈለዋ ከማን ንበሎ ሓሓደ ግራም ይገዝኡ ካብትኣ፣ ሓሓደ ግራም ሓሓደ ግራም እንዳገዝኡ ሽዑ ነናቶም ከኣ ቁጽሪ ኣላቶም ኣብቲ ኣብ ብሎክ ተረዲኩምኒ so ነና እቲኣ ብሎክ ናይ ኩላትና እያ እዚ ግን ኣብቲ ክስታይ ጥራይ ኣይኮነን ኣብ ቨችወላ ጥራይ ኣይኮነን ኣሎ እቲ ወርቂ ስኒ ባዕልካ ከማን ቆጸራ ጌርካ ኣነ እቲ ኣዋርቅ ናተይ ክሪኦ ይደሊ እየ ክትብል ትክእል ኢካ ኣብ ስዊስ ኬድካ ድዩ ኣብዚ ከማን እቲ ወርቅካ ንኣብነት ኣብዚ ሱድ ዶይችላንድ ናይ ጀርመን ካምፕ ጀርመን ከማን ክስታይን ድዮም ኣዞ ጀርመን ኦፊስ ከኣ ኣለዎም ኣብ ናይ ጀርመን ኦፊስ ክትከይድ ትክእል ኢካ ንኣብነት ወርቅካ ናብኡ ባዕልካ ክተብጽሖ ወይ ድማ ካብ ገዛካ ባዕሎም ይወስድዎ ኣብኡ ከኣ መሊሶም ኩሉ ይፍትሽዎ እቲ ናትካ ሪሲት ገለ ክተርእዮም ኣለካ ከምቲ ዝበልኩካ ወይ ድማ ኩሉ ነዊሕ ኢንቨስት እንድሕር ጌርካ ምስኦም ዋእ እዝስ ሓቂ ድዩ ወርቀይ ናይ ብሓቂ ዶ ይህልው ኢልካ እንድሕር ትጠራጠር ኮንካ ናብቲ ማኻዚኖ ዘሎ ኣብ ስዊስ ባዕልኻ ቆጸራ ክትገብር ትኽእል ኢኻ ኦኬ ኣነስ ዕስራ ሽሕ ምሳኹም ኣለኒ ወርቅን ብሩርን ኣነስ ክሪኦ ይደሊየ እንድሕር ትብል ኮንካ ቆጸራ ይህቡኻ ዕለት ክንድዚ ሰዓት ክንድዚ ምጻእ ይብሉኻ ሴኩሪቲ ኣብኡ ይቕበሉኻ ኣብኡ ክንደይ ሴኩሪቲ ሰባት እዮም ዘለዉ እቲ ማዕጾ ዕጹው እዩ ከቢድ ማዕጾ እዩ ዘሎ ከም ባንክ ማለት እዩ ብዓቢኡ ሽዑ እቲኣ ናእቲኤን ናትካ ወርቂ የርእዩካ ማለት እዩ so ናይ ብሓቂ ኣሎ ቆጸራ ከማን ክትገብር ትኽእል ኢኻ ብሓጺሩ መታን ክትኣምኑ ኢለ እየ እንታይ ሕጂ ካብ ኩሉ እንታይ ገይረ ኣለኹ እቲ ኣጋባብ ብጠቕላላ ነጊረኩም ኣለኹ ሕጂ እንታይ እሞ ክገብር ኣለና ኣነስ ደስ ኢልኒ ኣሎሞ ኣነ ክፍትኖ ይደልየ ብሚእቲ ቅርሺ ከማን ይፍትኖ ብሓምሳ ቅርሺ ብሓሙሽተ ሚእቲ ክፍትኖ እየ ዝደሊ ትብል እንድሕር ኮንካ ጃስት እዚኣ ሊንክ ኣብ ታሕቲ ዝሓድገልኩም ኣብቲ ቢኮን እንድያ ዘላ ኣብ ውሽጣ ኣቲኹም ታሕቲ ኢኹም ትኸዱ እቲኣ ዳርጋ መወዳእታ እያ ኣብኣ ትጥውቑ ኣብኣ ምስ ጠወቕኩም ከዓ ክስታይ ትገብሩ ማለት እዩ ኣብኣ ምስ ጠወቕኩም ሽዕኡ ብሓጺሩ እም እም ንዓኣ ምስ ጠወቅኩም ኣገዳሲ እንታይ እዩ ንዓይ ኣብኡ ረጂስታ ትገብሩ ክንደይ ከምትህብ ክትከፍሉ ከምትደልዩ ከኣ ሚእቲ ቅርሺ ድያ ሽሕ ቅርሺ ድያ ሓሙሽተ ሽሕ ድዩ ብውሑድ ግን ክትጅምር ትኽእል ኢኻ ከምዚ ዝበልክኹም ሽዕኡ ኣብኡ ኩሉ ኢንፎርሜሽን ናትካ ትህብ ካልእ ሕቶ እንድሕር ኣለካ ከኣ ብሕጂ ሕቶታትካ ክምልስ እየ እቲ ደስ ዝብለካ ከኣ ስለምንታይ ሕጂ እንተ ጌርኩሞ ጽቡቅ ይብሎ ማለት እዩ ካብ መጀመርያ ሎሚ ኣክትስዮን ኣለዎም ዕስራን ሓሙሽተን ኦይሮ ክህቡኮ እም ነብሲ ወከፍ ኣብዚ ክሳብ ዕስራን ሸውዓተን ዝተመዝገበ እም ዕስራን ሓሙሽተን መቁሽሽ ክህቡካ እዮም ስለዚ ናብ ኩሉ ሰብ እንድሕር ኣብጺሕኩምለይ እዚኣ ቪድዮ ይብዛሕ ይውሓድ እንድሕር ኣብኡ ክትገብሩ ደሊኹም እዚኣ ኣክትስዮን ከማን ዕስራን ሓሙሽተን ክንዕቆ የብልናን ብብዙሕ ኣይኮነን ግን እኹል እዩ ከኣ ከም ክስታይ ከም ህያብ ተረዲእኹምኒ እዚ ከኣ ሳምታይምስ ከምኡ ይገብሩ እዮም ኣጋጣሚ እዚኣ ወርሒ እዚኣ ኮይና ዒስራን ሓሙሽተን ምቑሽሽ ይህቡኻ እዮም ስለዚ ፕሊስ እንድሕር ተጠቒምኩምሉ ደስ ይብለኒ እንድሕር ኣብኡ ረጅስታ ጌርኩም ከዓ ኤኒ ታይም ከማን ጠጦ ክተብልዎ ትኽእሉ ኢኹም ዘሸግር ወላ ሓደ የብልካን ከም ፕራይቨት ፐርሰን ክትገብሮ ትኽእል ኢኻ፣ ትካል እንድሕር ኣለካ ከዓ ብናትካ ትካል ከማን ክትገብሮ ትኽእል ኢኻ፣ ግን መብዛሕትና ከም ዝርደኣኒ ፕራይቨት ፐርሰን ኢና፣ ናይ ትካል እንድሕር ኮይኑ ከዓ ንበይኑ ካልእ ቪድዮ ክሰርሓልኩም እየ ብሕጂ ብብዝሒ እንድሕር ኣለኹም ማለት እዩ፣ ግን ቀንዲ ኣብ ናይ ፕራይቨት እዩ እቲ ናተይ ኣቓልቦ፣ ብርከ ገንዘብና ኣብ ባንክ ጥራይ እንድሕር ኣቐሚጥናዮ ኣብዚ እዋን እዚ እንታይ ከም ዝኸውን ኣብ ዝተፈላለየ ቪድዮ ገሊጸልኩም እየ። and ኣገዳሲ ከኣ ንዓይ እንታይ እዩ በቲኣ ኣነ link ዝህበኩም ክትኣትዉ ብርክ ብካልእ link እንድሕር ኣቲኹም ወይ በቲ ናተይ link እንድሕር ዘይገበርኩሞ ኣነ partnership ኣለኒ ምስኦም partnership እንድሕር ኣለኒ ከኣኒ እንድሕር በቲ ናተይ link ጥራይ ኣቲኹም ጥራይ እየ ክስታይ ከማኽረኩም ወይ ሓበሬታ ክህበኩም ዝኽእል ተረዲእኹምኒ እቲ ሓበሬታ ንኹላትኩም እንድዩ ግን እቲ ሕቶታት መኣስ እየ ዝምልሰልኩም ዝኽእል ወይ ደሓር ከማን ዝኾነ እንድሕር ኣሎ ብዝያዳ ምሳኻ ዝያዳ ክስታይ ቤትኾይን ወይ ዝያዳ ሕቶታት ክምልሰልካ ዝኽእል ኣብኡ እንድሕር ናይ ብሓቂ በቲ ኣሊንክ ኣቲኻ እዚኣ ከማን ክብለኩም ኣለኒ ብርከ እዚ ከምቲ ካልእ ፕሮዳክት ኣይኮነን ዝያዳ ሓበሬታ ቀጻሊ ዘድልየካ እዩ። እዚ ናይ ሞባይል ኮንትራት ብኣይ ዘይገበርካ ገለ ኣይብለካን እየ ተረዲእኹምኒ ግን እዚ ቀጻሊ ከም ፕሮጀክት ክሕዞ ስለ ዝደሊ በቲ ናተይ ሊንክ እንድሕር ኣቲኻ ከኣ እቲ ሓበሬታ ብዝያዳ ክህበካ ዝኽእል ብትሮዩ ክትረክብ ትኽእል ማለት እዩ። እዚ ሰርቪስ ክትረክብ ትኽእል ካባይ ብዝተፈላለየ መገዲ እቲ ሰርቪስ እንድሕር ብእኡ ኣቲኻ ጥራይ እየ ክህበካ ዝኽእል። እዚ ከኣ ክርደኣኩም ተስፋ ይገብር፣ እንድሕር ዘይተረደኣኩም ከኣ መሊስኩም ሕተቱኒ and ቃጭ ኢልካ ኣብ ኩሉ ወልዕዎን መታን ቀጻሊ ቀልጢፉ እቲ ሓበሬታ ክመጻኩም ዘሰክፍ ወላ ሓደ ኣይኮነን። እዚ ሓደ ካብቲ ኣጋባብ ክትገብሮ ትኽእል እዩ። ኩሉ ገንዘብካ ኣብኡ ግበር ኣይብለካን እየ ዘለኹ። እቲ ካልእ ቪድዮታት ሪኢኻ ምስ ተረደኣካ ጥራይ ከኣ ግበሮ ዘይተረደኣካ ኣይትግበሮ እንድሕር ተረዲእካ ጥራይ ከኣ ተበገሰሉ ገና ኣይተረደኣንን ትብል እንድሕር ኮንካ ከኣ ሕቶታትካ ሕተገለይ ከምኡ ጌርና ከኣ ንዓኻ ይኸውን ድዩ ኣይከውንን ብዝያዳ ክንማኸር ንኽእል ኢና እቲ ዘፍርሓካ ወይ ዘጠራጥረካ ጉዳያት ንገረኒ ኢኻ ማለት እዩ። እዚ ከኣ ኣብ ነብሲ ወከፍ ሃገር ዘለና ንኹላትና ኣብ ሙሉእ ዓለም ዘለና እዩ ክብለኩም ይደሊ። ስለዚ ኣገዳሲ እዩ ክንፈልጦን ክትሰምዖን ማለት እዩ። የቐኔለይ ሰሰናዩ ትምኔልኩም እቲኦም ትሓቱኒ ከኣ እባ ኣብቲ ኮመንት ካበየናይ ሃገር ኢኻ እቲ ትሓተኒ ዘለኻ ጽሓፉለይ እዚ ከኣ ኣገዳሲ'ዩ ኣብዚ እዋን እዚ የሕዋተይ እቲ ሕግታት ካብ መዓልቲ ናብ መዓልቲ ሓድሽ ሕግታት እዮም ዳርጋ ዝሓስቡ ዘለዉ ወይ ዘውጽኡ ዘለዉ ክትብል ትኽእል ኢኻ ኣብ ሙሉእ ዓለም ኣባና ኣብ ጀርመን ጥራይ ዘይኮነ ንኣብነት መታን ክርድኣኩም እቲ ኩነታት ከማን መሊሱ ኣብ ዓዲ ጥልያን ናይ ወርቂ ዘለዎ ሰባት ኣብ ገዛ ሓድሽ ሕግታት ብብዝሒ ይሓስቡ ኣለዉ ኣየውጽዎን ኣለዉ እዚኸ ስለምንታይ እዮም ከምኡ ዝገብሩ ዘለዉ ዓቕሎም ጸቢብዎም ስሎ ዕዳ ንዕዳ ስለ ኮይና ዘላ እቲኣ ሃገር ዓዲ ጥልያን ጥራይ ኣይኮነትን ሽግር ዘለዋ ኩላትን ሃገራት ክትብለን ትኽእል ኢኻ እዚኤን ምዕቡላት ዕዳ ንዕዳ እየን ኮይነን ዘለዋ ዓዲ ጥልያን ሕጂ ዲስካሽን ዓቢ ኣሎ ናይ ወርቂ ከመይ ጌሮም ካብቲ ሰብ ዝያዳ ቀረጽ ክረኽቡ ዝኽእሉ ኣብ ገዝኡ ዘለዎ ዶ ገለ ዶ ብዝያዳ ናቱ እንድሕር ክትፈልጡ ደሊኹም ደቂ ዓዲ ጥልያን ኣለኹም ዲኹም ፎሎው ትብሉኒ ኣይትብሉንን ንገሩኒ ኢኹም ብብዝሒ ብታሕቲ እንድሕር ጽሒፍኩ ሼር ከኣ በልዋ እዚኣ ቪድዮ ሜይቢ ናይ ዓዲ ጥልያን ዝሓስብዎ ዘለዎ ሕግታት ወርቂ ዘለዎ ሰብ ንወርቂ ዘለዎ ሰብ ክነግረኩም ይደሊ ፐርከ ዓዲ ጥልያን ማለት ክኣ እሳቶም እንድሕር ተዓዊቶም ኣብ ካልእ ሃገር ከምኣ ክገብሩ ከማን ቀረባ እዩ መብዛሕቱ ግዜ ከምቲ ዝብለኩም ኣብ ካልእ ቪድዮ ሓንቲ ሕጊ ኣብ ሓደ ዓዲ ምሽ ይጅምሩ ከም ሓሳብ ትመጽኣሎም እንድሕር ኣብቲ ሓድ ሃገር እንድሕር ተዓዊቶም ኣብ ጀርመን ኣብ ሆላንድ ኣብ ስዊድን ኣብ ካልእ ኤውሮጳ ከኣ ይገብርዎ ማለት እዩ ተረዲእኩምኒ ስለዚ ንዓና ኣገዳሲኡ ኣብ ከምዚ ክንነቅሕ ክንፈርሕ ዘይኮነስ ክንነቅሕ እንታይ እንተገበርና ይሓይሽ ክንሓስብ ክንለዋወጥ ሽዑ ከምኡ ከዓ ብሓንሳብ ክንዓቢ ማለት እዩ ቴንክ ዩ ሰሰናይ እትምነየልኩም ኣይ ሆፕ ክትጠቕመኩም እዚኣ ቪድዮ ካብ ብልበይ ተስፋ ይገብር ፐርከ ብዙሓት ሰባት ተገዳስነት ኣለና ኢሎምኒ ከምኡ ኣምፅልና ቅድሚ ሕጂ ሓቲተኩም እንዴ ግን ዝያዳ ሰባት እንተትሓቱ ከዓ ዝያዳ ደስ ምስ በለኒ ነይሩ ስቲል ውሑዳት እዮም ነቲ ሜድያ እንድሕር ሓሲበሉስ ብሜድያ እየ ዘቕርቦ ዘለኹ እዚ ብውሽጢ ውሽጢ ኣይኮነን ስለዚ ያ ዝያዳ ሰባት ከማን ተጸብየ ነይረ ኤኒወይ እቲኦም ውሑዳት ዝሓተትኩምኒ እዚኣ ቪድዮ ይሰደልኩም ኣለኹ እስኻትኩም ከኣኒ ተገዲስና ዝበልኩምኒ ፕሮሚስ ናተይ ስለ ዘብጻሕኩልኩም ናብ ኩሉ ሸር ክትብልዋ ተስፋ ይገብር ንዓኻ እንድሕር ጠቃሚ ረኺብካያ እንድሕር ጠቃሚ ረኺብካያ ማለት እዩ thank you ሰሰናዩ ትምነየልኩም ባይ ኣጆና ባይ